ሰላም ከመይ ኣለኹም ኩሉኹም ተኸታተልቲ ናይዛ ቻነል እዚኣ ምሳኹም ዘለኹ ኣቤሌ ሎማዓንቲ ከኣ ከምቲ ልሙድ ሓደ ኣብ ሂወትና ለውጢ ከምጽእ ዝኽእል ዝበልክዎ ሓደ ኣርእስቲ ሒዝልኩም መጽእ ኣለኹ ሎማዓንቲ ብዛዕባ እዛ ኣብ ስክሪን ትሪእዋ ዘለኹም መጽሓፍ ኢና ክንዛረብ ማለት እዩ ናይዛ መጽሓፍ እዚኣ ጸሓፊ ዶክተር ማክስዌል ማልት ዝበሃል ርእስታ ከኣ ሳይኮ ሳይበርነቲክ ትብል መጽሓፍ እያ ኣዝያ ኣዝያ ጽብቕቲ ዝኾነ መጽሓፍ ስለ ዝኾነት ኩሉ ዲቴይል ኣይክንኣትወን ኢና ግን እቲ ቀንዲ ዝኾነ ናይዛ መጽሓፍ ሓሳባት ፅሙቕ ኣቢለ ንዓኹም ክጠቅም ከም ኽእል ብዝተኻእለን መጠን ኩሉ ሰብ ክርድኦ ብዝኽእል ፅፍፍ ዝበለን ሕፅር ብዝበለን ገይረ ከቕርበልኩም እዩ ኣብ ህይወትና ብዙሕ ዓይነት ሕቶ ክህልወና ክእል እዩ ብዙ ዓይነት ሽግራት ክህልወና ክእል እዩ ዶክተር ማክስዌል ግን ናይ ኩሉ ሕቶታትና ወይ ናይ ኩሉ ሽግራትና እዚ ኩሉ ሰብ ነናቱ ሽግር ኣለኒ ኢሉ ክሓስብ ይኽእል እዩ እንተኾነ ግን ኩልና ሓንቲ ዓይነት ሽግር እዩ ዘለና ናይ ኩልና ሽግር መፍትሒ ከዓ ሓንቲ እያ እዩ ዝብል ማለት እዩ ሶ ኣብ ህይወትኩም ብዙሕ ዓይነት ሽግር ክህልወኩም ይኽእል እዩ ናይ ፋይናንስ ክኸውን ይኽእል እዩ ኣቤል ኣነ ናይ ፋይናንስ ፀገም እዩ ዘለኒ ናይ ጥዕና ፀገም ኣለኒ ምስ ሰባት ኮሚኒኬሽን ናይ ሓዳር ፀገም ብዙሕ ፀገማት ክዝርዝሩ ትኽእሉ ኢኹም እንተኾነ ግን ናይዚ ኩሉ ሽግራት መጺኡ መጺኡ ኣብ ሓደ እዩ ዝጠቓለል። ስለዚ ሓንቲ ሽግር እያ ዘላትና፣ ናይታ ሓንቲ ሽግርና መፍትሒ ከኣ ሓንቲ እያ እዩ ዝብል ዶክተር ማክስዌል። ሶ ሎማዓንቲ እዛ መጽሓፍ እዚኣ ብዛዕባ ምንታይ ምዃና፣ ከመይ እዩ ከቲ ሽግርና ከ ሓንቲ ዝብሎ ሽግር ከ እንታይ እዩ፣ ናይዚ ኩሉ ሽግር መፍትሒ ከ እንታይ እዩ ዝብል ሎማዓንቲ ክንርኢ ኢና። እቶም ንመጀመርያ ናብዚ ቻነል ትመጹ ዘለኹም ሳብስክራይብ ምግባርኩም ኣይትረስዑ። ሳብስክራይብ ክትገብሩ ከለኹም ከኣ እታ ናይ ደወል ምልክት ጽቐጡዋ ምእንቲ ሓደሽቲ ቪድዮታት ከነውሪ ከለና ኖቲፊኬሽን ክመጸኩም። ናብታ ቪድዮና ንኸይድ። ኦኬ እምበኣር ከምቲ ኣቐድማ ቤለ ዝበልኩኹም ሎማዓንቲ ቪድዮና ብዛዕባ እዛ ኣብ ስክሪን ትሪእዋ ዘለኹም መፅሓፍ እያ ክትከውን ሳይኮ ሳይበርነቲክ እያ ትብል ፀሓፊያ ከዓ ዶክተር ማክስዌል ማለት እዩ ቅድሚ ናብታ መፅሓፍ እቲኣ ዲቴል ምእታውና ብዛዕባ እቲ ፀሓፊ ባግራውንድ ንምንታይ ነዛ መፅሓፍ እዚኣ ክፅሕፋ ኸ ወሲኑ ክንርኢ ኣዝዩ ኣገዳሲ እዩ። ሶ ዶክተር ማክስዌል ናይ ፕላስቲክ ሰርጀሪ ዶክተር እዩ ነይሩ። ፕላስቲክ ሰርጀሪ ናይ ገጽ፣ ናይ ኣፍንጫ፣ ናይ ነብስና ኣካላትና ሰርጀሪ ዝገብር ኣዝዩ ፍሉጥ ፋይን ዝኾኑ ኣዝዩ ረቀቕቲ ዝኾኑ ሰርጀሪ ከይተረፈ ዝገብር ኣብ ዓለም ፍሉጥ ኤሮጳ፣ ኣሜሪካ ብዙሕ ቦታታት ፍሉጥ ዝኾነ ናይ ሰርጀሪ ዶክተር እዩ ነይሩ። ሶ ሰባት ይመፁ ኣፍንጫ ይዕሬለ ይብልዎ ይዕሬሎም፣ ገፀይ፣ ምዕጉርተይ፣ ከንፈረይ ብዙሕ ዓይነት ሰርጀሪ ድገብር ነይሩ ክሳብ ኣብዚ ክስሕቅ ከለኹ ክስሕቅ ከለኹ ከምዚ መስል ኣሎ ሰው ከምዚ ክኸውን ኣለዎ ወይ ከዓ ዲምፕል ድደሊ ዝሕር ኮይኑ ሰብ ከዓ ዲምፕል ደሊ ክሳዕ ናይ ነርቭ ዝመስል ኣዝዩ ፍሉይ ዝኾነ ሰርጀሪ እዩ ዝገብር ነይሩ። ሶ ሰርጀሪ ክገብር ከሎ እንታይ ይገብር ነይሩ? ካሜራ ኣላቶ ክልተ ዓይነት ካሜራ ኣለዎ እቶም ሰባት ቅድሚ ሰርጀሪ ምግባሮም ይመፁ ኮፍ ብሉ ሓንቲ ብፀጋም ሓንቲ ብየማን ሓንቲ ከዓ ብፊት ንፊት ትስእል ሰለስተ ካሜራ ኣዳሊ ኮፍ ኣብሎም ብፀጋም ይስእሎም ብየማን ይስእሎም ፊት ንፊትካ ይስእሎም ንኣብነት ኣፍንጫ ናይ ኣፍንጫ ሰርጀሪ ክገብር ዝመፀ ሰብ ሰርጀሪ ምስ ገበረ ድሓር መሊሱ ከዓ ኮፍ ኣብሎም ብፀጋም ብየማን ፊት ንፊትካ ይስእሎም ማለት እዩ ምሰኣሎም ሽዑ እቲ ስእሊ ሒዙ ኣብ ስክሪን ኮፍ ኣቢሉ ትሪኦ ኣለካ ኣፍንጫኻ ከምዚ ነይረ መጀመርያ ሕጂ ግን ከም ዝተቐይራ እናበለ የረድኦ። እቲ ዝገርም ነገር ግን ገሊኦም ዶክተር ማክስዌል እዚ ደኣ እሞ ዘይተቐየረ ኣፍንጫኻ ተቐይራ ትብለና ግን ከምታ ዘላታ እያ ዘላ ይብሉን ኢሉ ገሊኦም ከዓ ደቂ ኣንስትዮ መፃ ዶክተር ማክስዌል ከንፈሪ ኣይተዓረየን ብሰንኪ እዚ እኮ እየ ኣነ ሓዳር ስኢነ ብሰንኪ እዚ እኮ እየ ካብ ሓዳሪ ተፋቲሐ ይብሉኒ ኢሉ ገሊኦም ከዓ እቲ ዘለኒ ፀገም ሽግር ኣለኒ ኣብ ኣፍንጫይ ሽግር ኣለኒ መልክዐ ብከምኡ እየ ከምዚ ኮይነ ብሰንኪ እዚ ሰርጀሪ ብሰንኪ እዚ መልክዐ እየ ኣብዚ ዘለኹ ክበፅሕ ዘይከኣልኩ ኢሎም ዝሓስቡ ዝነበሩ ሰባት ከዓ እቲ ሰብ ብሰርጀሪ እቲ ነገር ተተዓርዩ ኢሎም ስለ ዝሓስቡ ኣብ ሂወቶም ተራእዩ ዘይፈልጥ ለውጢ የምፅኡ ማለት እዩ ሶ እዚ ነገራት ምስ ረኣየ እንታይ እዩ ዝብል ሓሳብ ይሒሱ ሒዙ ሰባት ብውሽጦም ክሳብ ዘይተቐየሩ ኣብ ነፍሶም ዘለዎም ስእሊ ክሳብ ዘይተቐየረ ዝገበረ ተገበሩ ሰርጀሪ ተገበሩ ዝኾነ ኣብ ብደጋዊ ክግበር ዘለዎ ነገራት ብዙሕ ነገራት ዋላ ተገበሩ ለውጢ ኣየምፅኡን እዮም ዝብል እምነት ይሒዙ ዳስዋ እዩ ከዓ እዛ ሳይኮ ሳይበርነቲክ ትብል መፅሓፍ ፅሒፉ ናይዛ መፅሓፍ እዚኣ ዋና ነጥቢ ብዛዕባ ሰልፊ ኢሜጅ ኣብ ነብስና ዘለና ምስሊ ብዙሓት ሰባት ኩሉ ነገራት ክቕየር ተኮይኑ ደገኣዊ ነገራት ክቕየር ከም ዘለዎ እዮም ድሓስቡ እንተኾነ ግን ውሽጣዊ ዘለዎም ነገር ድሕደይ ተቐይሩ እቲ ብደገ ንሪኦ ዘበለ ብምሉኡ ናይቲ ውሽጣዊ ማንነትና ነፀብራቕ እዩ እዩ ዝብል ሶ ሓደ ሰብ ልክዕ ከመይ ጌርኩም ሓስ ሕሰብዎ ሓደ ሰብ ኣብ መስትያት እንድሕር መፅኡ ኣብ ገፁ ድሕር ኣብዚ ድሕር ርስሓት ኣለዎ ወይ ክዳኑ እንዳረኣየ ድሕር ኳሌቱ ተዓፂፋ ኣላ ኮይና ኣብቲ መስትያት ከይዱ ኣይኮነን ክዕሪ ዝፍትን እንታይ ደኣ እዩ ዝገብር ተመሊሱ ይኸይድ ነታ ኳሌቱ ይዕርያ ኣብቲ መስትያት ተመሊሱ ምስ መፀ ከዓ ተዓርያ ትፀንሕ ማለት እዩ ሶ መስትያት ሜሞሪ የብሉን ኣንቲ ወይ ኣብዚኣ ርሳሓት ነይራትካ እሞ ኢሉ ኣብኡ ሒዝዋ ይፅንሕ ዕዳ ገብር ዕሪኻያ ምስ መፀኻ እቲ ዘዕረኻያ ሽዑ ዘሎ ኣብቲ ሞመንት ዘሎ ነገር እዩ ዘርእየና ሰልፍ ኢሜጅካ ልክዕ ከምኡ እዩ ስደጋኣዊ ንሪኦ ነገር ኣብ ሂወትና ዘጋጥመና ብምሉኡ ነገር ብውሽጥና ዝኾንናዮ እዩ ፋይናንሻል ክኸውን ይኽእል እዩ ከምቲ ዓንተ ወይ ዝበልኩኹም ኣብ ሂወትና ብዙሕ ዓይነት ሽግር ኣለና ኢልና ክንሓስብ ንኽእል ኢና ገለገለ ሰብ ኣበይ ኣነ ገንዘብ ጥራይ ይርከብ ናይ ገንዘብ ሽግረይ ጥራይ ይፈታሕ እሞ ኩሉ ነገራት ክዕረ እዩ ዝብል ሰብ ክህሉ ይኽእል እዩ ገለገለ ሰብ ከዓ ኣነ ጥዕናይ ጥራይ ሃበኒ ብሕማም ተሳቀየ ነዊሕ ዓመት ከምዚ ኮይነ ገለ ሓንሳብ ርእሰይ ሓንሳብ ሕቆይ ሓንሳብ እግረይ ጥዕና ጥራይ ይሃበኒ ክብል ይኽእል ገለገለ ሰብ ከዓ ኣነ ሓዳር ኣይኮነለይን ሓዳረይ ሰላም ተኮይንለይ ፅቡቅ ኩሉ ነገር ክዕረ እዩ ክብል ይኽእል። ገለገለ ሰብ ምስ ሰባት ዘለዎ ኮሚኒኬሽን፣ ገለገለ መንፈሳዊ ህይወቱ፣ ብዙሕ ነገራት ክንጠቅስ ንኽእል ኢና። እዞም ብምሉኦም ተፃርዮም ግን ናብዚ ሓደ ነገር እዮም ዝመፁ። እሱ ከዓ ሰልፍ ኢሜጅ ሰባት ናይ ኣይደንቲቲ ሽግር ደኣሉ ዘለዎም እምበር ናይ ካልእ ሽግር ኣይኮነን ዘለዎም ኢሉ እዩ። እዚ መጽሓፍ ኣቕሪብዎ ዘሎ ዶክተር ማክስዌል ማለት እዩ። ሶ እቲ ንሕና ክንኮኖ ንደሊ እቲ ኣብ ህይወትና ክመጽእ ንደልዮ ለውጢ መጀመርያ ኣብ ውሽጥና ነስርጾ ንሕና ንዑ ምስ ኮናዮ ከኣ እዩ እቲ ደጋዊ ዝቕየር። ንኣብነት መኪና ንድሕር ኣላትኩም ኣብ መኪና ኣብቲ ዳሽቦርድኹም ናይ ነዳዲ ጌጅ ኣሎ ሶ ድሕር ቀያሕ ኣብሪሃላ ኮይና ጋራጅ ወሲድኩም ወይ ከፊትኩም ነታ ቀያሕ መብራህቲ ኮንኩም እንተጥፍዋ እንታይ ደኣ እቲ ሽግር ኣብ ካልእ እዩ ዘሎ ዋላ እቲ ምልክት ኣብዚ ይምፃእ ደኣ እምበር እቲ ሽግር ግን ኣብ ካልእ ቦታ እዩ ዘሎ ስለዚ ክትገብርዎ ዘለኩም ነቲ ቀያሕ መብራህቲ ምጥፋእ ወይ ከዓ ንዑ ሴርኩም ምዕራይ ዘይኮነ ነዳዲ ምምላይ ነዳዲ ምስ መላእኹም እዚ ኣውቶማቲካል ባዕሉ እዩ ዝዕረ ስለዚ ንድሕር ናይ ሰልፍ ኢሜጅ ንሃና ኣስተኻኺልናዮ ደጋኣዊ ዝመፅ ዘሎ ኣውቶማቲካሊ እዩ ዕረ ኩሉ ነገር ምናልባት ብዛዕባ ጥዕና ክብል ከለኹ ጥዕና ምስ ዘይተሓሓዝ ክመስለኩም ይኽእል እዩ ግን እመኑ ኩሉ ነገር ምስዚ ዳይሬክት እዩ ዝተሓሓዝ ገለገለ ሰባት ኣነስ እንድዒ ከይሓምም ደኣ ከምዚ ደኣ ከይከውን ኢሎም ድሕር ዝፈርሑ ነይሮም ኮይኖም ይሕዞም ነዚ ምስክር ኮቪድ ክትሪኡ ትኽእሉ ኢኹም። ብዙሓት ሰባት ኣነ ርኤ ኮቪድ ከይሕዞም ኣዝዮም ዝጥንቀቑ ዝነበሩ ሰባት ኮቪድ ሒዝዎም ተረኺቦም ተራእዮም ማለት እዩ። እማ ኣዚኻ ክትፈርሕ ከለኻ ብሓደ ነገር ነቲ ነገር ናብኻ ኢኻ ትስሕቦ ዘለኻ በቲ ናይቲ ነገር እቲ ኤነርጂ ለቨል ኢኻ ትጓዓዝ ዘለኻ ሶ እቲ ነገርቲ ናባኻ ክመፅእ ከዓ ናይ ግድን እዩ ሶ ኣትራክት ስለ ትገብሮ ኤነርጂ ስለ ትህቦ ፎከስ ስለ ትህቦ ዘለኻ ሶ ነገራት ብምሉኦም ኣብዚ ናይ ኣይደንቲቲ ሽግር እዮም ዝቕየሩ ኣብ ከምቲ ዓንተ ወይ ኣቐድማ ቢለ ዝነገርኩኹም ገለገለ ሰባት ሰርጀሪ ክገብሩ ናብኡ ይኸዱ ነይሮም ዋይ ብሰንኪ ኣፍንጮም ብሰንኪ ከንፈረን ካብ ሓዳርን ሓዳር ዝሰኣና ድመስለን ብዙሓት ደቂ ኣንስትዮ ነይረን ግን ኮምኡ ደኣሉ ዝመስለን እምበር ኮምኡ ይኮናን ኢቨን ሰርጀሪ ገይረ ምስ ተዓረያ ኖ ኣይተዓረየን እየን ድብላ ነይረ ዋይ ከም ጠዓንቶ ያቀድም ኣቢለ ዝበልኩም ብውሽጣዊ ማንነትን ስለዘይተዓረየ እቲ ደጋዊ ማንነትን ከዓ ኣይተዓረየን ስለዚ እንድሕርቲ ናትኩም ኣይደንቲቲ ዘይተቐይሩ ሰራሕኩም ስርሑ ዋትኤቨር ግበሩ ኣታዊኹም ኣይቀየርኒ ዋይ መጀመርያ ኣይደንቲቲ ይቅየር ኣለዎ እንድሕር ኣይደንቲቲኹም ዘይተቀይሩ ዓሰርተ ሕክምና ሆስፒታላት ክትቀያየሩ ትኽእሉ ኢኹም ጥዕናኹም ኣይክዕረን ዋይ ኣይደንቲቲ ስለ ዘይተቀየረ ሃዳርኩም ኩሉ ምስዚ ዳይሬክት ዝተሓሓዝ ነገር ስለ ዝኾነ መጀመርያ ቅድሚ ዝኾነ ነገር ክዕረ ዘለዎ እቲ ኣይደንቲቲ እዩ እዚ ልክዕ ከመይ እዩ ተቂስዎ ደሎ መሲልኩም ዶክተር ማክስዌል ሓደ ኣብነት ብዛዕባ ዝኽበኩም ልክዕ ከም ብፕሌን ገሊፁ ኣነ ብዚ ናይ ኤሲ ናይ ገዛ ከረዳእኩም ቅልል ስለ ዝብል ሶ ኣብ ገዛኹም ድሕር ኤሲ ኣለኩም ድሕርቲ ኤሲ ወይ ከዓ ሂተር ድሕር ኣለኩም መቆፃፀሪት ኣላ ኣብታ መቆፃፀሪት ኣውቶማቲክ መቆፃፀሪት ኣላ ንኣብነት ሰብዓ ዲግሪ ፈረንሃይት እንድሕር ጌርኩም ኣታ መቆፃፀሪት እቲ ገዛ ሰብዓ ክኸውን ኣለዎ ማለት እዩ ተረዲኹኒ ብኡ ሰት ተገይሩ እዩ ሶ እንድሕር ዛሕሊ ኮይኑ ሞ ናብ ሱሳ ናብ ሓምሳ ወሪዱ ኣውቶማቲካሊ እታ መቆፃፀሪ እንታይ ትገብር ሂት ትውልዕ እሞ ናብ ሰብዓ ሓፍ ተብሎ እንድሕር ሰማንያ በፂሑ ሙቐት ገይሩ ኸ ኤሲ ትውልዕ ኣውቶማቲክ ሞ ናብ ሰብዓ ትመልሶ ህይወትና ካልክዕ ከምኡ እዩ ዝደጋገም ክትፅዕሩ ክትደኽሙ ትኽእሉ ኢኹም ውዒልኩም ሓዲርኩም ግን ናብቲ ፕሮግራም ዝተገበርኩሞ ለበል ኢኹም ትምለሱ which is ናብታ ሰት ዝተገበርኩማ ልክዕ ከምቲ ኣውቶማቲክ እታ መቆፃፀሪ ትቆፃፀርና ኣይደንቲቲ ማዕረ ክንዲዚ እዩ ዝቆፃፀርና ኖ ኣቤል እሱ ይኮነን ኣታዊ ኣነ ክቕይር ክሰርሕ ጥራይ ዘለኒ ክልተ ሰለስተ ስራሕ ክሰርሕ ኣለኒ ጎሄድ ክልተ ሰለስተ ስራሕ ስርሑ እቲ ክፍተትኩም ግን ኣይክትመልእዎን ኢኹም ዋይ ናይ ኣይደንቲቲ ምስቲ ገንዘብ ዘለኩም ርክብ ወይ ከዓ ኣይደንቲቲ እሱ መጀመርያ ክስተኻኸል ኣለዎ ማለት እዩ ሶ ካልኣይ ኤግዛምፕል ድሃባ እንታይ ነራ ብዛዕባ ፕሌን ፕሌን ንኣብነት ካብ ኣሜሪካ ተበጊስና ንኤሮጳ ወይ ከዓ ለትሰይ ድሓን ስፐሲፊክ ክኸውን ምእንቲ ካብ ዋሽንግተን ዲሲ ተበጊስና ናብ ለንደን ፍላይት እንድሕር ኣሎ ኮይኑ እታ ፕሌን ሓንሳብ ምስ ተበገሰት ኣውቶ ፓይለት ይገብርዋ እቶም ፓይለት ማለት እዩ ኦልሬዲ ሰት ስለ ዝተገበረት ክንዲዚ ጫማ ካብ መሬት ክንዲዚ ስፒድ ኢሎም ሓንሳብ ሰት ይገብርዋ ምናልባት ኣብ መገዲ ተርቢላንስ ድሕር ኣጋጢምዋ ካብቲ መስመራ ድሕር ሓፍ ኢላ እሱ ምስ ሓለፈት ናብ ቦታኣ ትምለስ ወይ እንድሕር ተርቢላንስ ኣጋጢምዋ ንዑ ምስ ሓለፈት ካብ ናብ ቦታኣ ትምለስ ዋይ ብስፐሲፊክ ዝኾነ ነገራት ፕሮግራም ኮይና ሰት ስለ ዝተገበረት ህይወትና ከዓ ከምኡ እዩ ዝቆፃፀሩ ኣይደንቲቲ ናና ሰባት ተስዓን ሓሙሽተን ፐርሰንት ቋሕ ኢሎም ዓይኖም ከፊቶም እናኸዱ ከለዉ ብደመ ነፍሲ እዮም ዝጓዓዙ ሳብ ኮንሽስቲ ድራይቭ ዝገብሮም ፕሮግራም ብዝኾንዎ ነገራት እዮም ዝጓዓዙ ብፓራዳይም እዮም ዝኾኑ ብሃቢት ብልምድታት ኢና ንኸይድ ፓራዳይም እንታይ ማለት ምዃኑ ዲቴይል ኣብ ቀፃሊ ኣገዳሲ ስለ ዝኾነ ኣብ ቀፃሊ ነብሱ ዝኸኣለ ቪድዮ ክሰርሓልኩም እየ ዋይ ድሕሪና ፓራዳይም ኢዝ ኤቭሪቲንግ ኩሉ ነገር ብኡ እዩ ዝቆፃፀሮ እሱ ልክዕ ከምዚ ናይ ሞባይልና ወይ ናይ ዲቫይስና ፕሮግራም እዩ ሓንሳብ ፕሮግራም ዝተገበረ እሱ እዩ ራን ዝገብረና ሰባት ትስዓን ሓሙሽተ ፐርሰንት ብለኩም ኣለኹ ቋሕ ኢሎም ዓይኖም ከፊቶም እንዳተንቀሳቀሱ ከለዉ ግን ብደመ ነፍሲ እዮም ዝኸዱ ልክዕ ሰብ ደቂሱ ወይ ከዓ ባዕጊጉ ከም ዝኸይድ ማለት እዩ ሓንሳብ ፕሮግራም ዝተገበሩ ብኡ እዮም ራን ዝገብሩ ስለዚ ድሕር ከምኡ ኮይኑ ኣበይ ከነዕሪ ከም ዘለና እንታይ ክንገብር ከም ዘለና ክንፈልጥ ከዓ ኣዝዩ ኣገዳሲ እዩ ማለት ሰው ሰባት እንድሕር ኣብ ሂወትኩም ሓደ ሽግር ኣሎ ኮይኑ ሓደ ፀገም ኣለኒ ኢልኩም ድሕር ትሓስቡ ኮንኩም መጀመርያ ተመለሱ ሞ ኣይደንቲቲ ኣስተኻኽሉ ኣብ ነብስኹም ዘለኩም ምስሊ እንታይ ኢልኩም እዮም ትሓስቡ ኣነ ምልኩዕ እየ ፅቡቅ እየ ፅብቅቲ እየ ኢልክ ክትሓስቢ ወይ ከዓ ኣብዚ ከም ፀገም ኣለኒ ኣብ ኣፍንጫ ፀገም ኣለኒ ዓይነይ ፀገም ኣለኒ እዚ ኤነርጂ እዚ ሰባት ወሲዶም እዮም ናብቲ ኣካላዊ ተግባራዊ ዘምፅዎ ማለት እዩ ብኡ ምክንያት ሓዳር ክስእን ትኽእል ብዙሕ ነገራት ከጋጥም ይኽእል ዋይ ስለ ዝኣመንኪ ስለዚ ከጋጥመኪ ናይ ግድን እዩ ዋይ ብውሽጢ ዝተፈጠረ ነገር ፕራክቲካሊ ከዓ ክፍጠር ናይ ግድን እዩ እዚ ደጋኣዊ ውፅኢታትና ብምሉ ኣብ ሂወትና ሕጂ ዘጋጥም ዘሎ ውፅኢት ካብቲ ውሽጣዊ ማንነትና ዝተበገሰ እዩ ሪፍሌክሽን እዩ ንሕና ኣብዚ ውሽጥና ሰት ንገብሮ ናቱ ውፅኢት ከዓ ኣብዚ የጋጥም ልክዕ ከም መስትያት ስለዚ ውፅኢታትና ክንሕሱ ወይ ከዓ ክነታልላይ ንኽእል ኢና ምክንያቱ ንርኢ ኣለና ግን ናይዚ ውፅኢትና ምክንያት ደጋዊ ዘይኮነ ውሽጢ ማንነትና ኣይደንቲቲ ሽግር ስለ ዘሎ እዩ ስለዚ ናይዚ ኩሉ መፍትሒ ሓንቲ እያ ሓንቲ ከዓ ቀሊል ከዓ ይገብሮ እዚ ድሕሪ ኣይደንቲቲ ኣነ ብዙሕ ግዜ ዝጥቀመሉ እዚ እዩ ሓደ ነገር ክገብር ክደሊ ከለኹ መጀመርያ ፕሮግራም እየ ዝገብሮ ኣብ ነብሰይ ድሕሪኡ ፉል ፎከስ ገይረ ከዓ ንዑ ስራሕ ኣሎ ድሕሪ ኣውቶ ይራን ንገብር በቃ ክፅዕረሉ ክደክመሉ ወይ ክጭነቀሉ ኣየድልየኒ እዩ ልክዕ ከምዚ ንጎት ስኢልኩም ከይሓሰብኩም ገፅኩም ተሓፂብኩም ብራሽ ጌርኩም ትወፁ ክዳንኩም ቀይርኩም ትወፁ ልክዕ ከምኡ እዩ ዝኸውን ቀሊል እዩ ዝኸውን ሰባት ካብ ገዛ ክወፁ ከለዉ ማዕፆ ሰብ ኮሽስ ነዮም ዝዓፅዎ ዋይ ካብ ብተደጋጋሚ ነቲ ነገር ስለ ዝገበርዎ ክዓፅዎ ኣለኒ እናበሉ እናሓሰቡ ይኮኑ ዝኮኑ መኪና ድሕሪ ዝዝውር ኮንካ ድሕሪ ነዊሕ ዓመት መኪና ዘዊርካ ካብ ገዛኻ ወፂኻ ስራሕ ክሳዕ ትበፅሕ ካልእ ነገር እናሓሰብካ ኢኻ ትዝውር ዋይ እቲ ቦታ ብብዝሒ ስለ ዝደጋገምካዮ ኮንሽስ ኣእምሮኻ ሳብ ኮንሽስ ማይን ንኮንሽስ ንካልእ ነገራት ክሓስብ ገድፎ ነቲ ነገራት ከዓ ሳብ ኮንሽስ ራ ንገብሮ ልብኹም ክትሃርም ከላ ሓሲብኩም ኣይኮንኩ ልብኹም ትሃርምዋ ሳንቡእኹም ክትንፍስ ከሎ ሓሲብኩም ኣይኮንኩ ትትንፍሱ ዋይ እዚ ኩሉ ነገራት ሳብ ኮንሽስሊ ብፕሮግራም እዩ ዝካየድ ምክንያቱ እቲ ኮንሽስ ማይንድና ካልእ ስራሓት ንክሰርሕ ቦታ ይገድፈሉ ኣብ ሓደ ግዜ ሓደ ነገር ጥራይ ክሰርሕ ስለ ዝኽእል ሳብ ኮንሽስ ግን ፕሮግራም ሓንሳብ ምስ ገበርካዮ ደሴት ወላ ሓንቲ ፀገም የብሉን ኣውቶ ራን ክገብር ይኽእል እዩ ስለዚ ናይዛ መፅሓፍ እዚኣ ጠቕላላ ሓሳብ ብዛዕባ ሰልፍ ኣይደንቲቲ እዩ ነገራት ብምሉኦም ኣብ ህይወትና ዘጋጥሙ ሽግራት ብምሉእ ኣብ ህይወትና ዘጋጥም ነገራት ካብ ናና ኣይደንቲቲ እዮም ዝብገሱ ዝኾነ ነገር ኣብ ህይወትኩም ከጋጥም ወይ ከዓ ለውጢ ክህልዎ ክመፅእ ኣለዎ ኢልኩም ድሓር ትሓስቡ ኮንኩም ንድሕሪት ተመለሱ እሞ ኣብ ውሽጥኹም ኣብ ነብስኹም ኣዕርዩ ኣተሓሳስባኹም ፕሮግራምኩም ቀይሩ ኣይደንቲቲኹም ኣብ ነብስኹም ዘለኩም እምነት ቀይሩ ደን እቲ ደጋኣዊ ኣውቶማቲካል ባዕሉ ቅየር እዩ ልክዕ መኪና ነዳዲ ክትውዲ ከላ ቀያ ክትብሪ ከላ ነዳዲ ምስ መላእና ባዕሉ ኣውቶማቲክ ትዕረ ማለት እዩ ናይ ሎማዓንቲ ቪድዮና እዚኣ እያ ነይራ ፈቲኹማ ክትኮኑ ተስፋ ገብር እንድሕር ፈቲኹማ ሼር ምግባር ኣይትረስዑ እቶም ሳብስክራይብ ከይገበርኩም ትሪኡ ዘለኹም እዛ ቻነል እዚኣ ምእንቲ ክትዓቢ ኣብዚ ዓመት እዚ ንብዙሓት ቦታ ናብ ብዙሓት ሰባት ምእንቲ ክትበፅሕ ላይክ ሳብስክራይብ ምግባርኩም ኣይትረስዑ እንድሕ ፈቲኹማ ከዓ ናብ መሓዙትኩም ኣዕሩኽትኩም ሼር ግበርዋ ኣብ ቀፃሊ ብካልእ ቪድዮ ክሳብ ንራኸብ ሰላም